ሰላም ሰላም ናዛ ቻናለይ ተኸታተልቲ ከመይ እኒኦኹም? ኣነ ሰላም ን እግዚኣብሔር ኣምላኽ ይመስገን። ከምቲ ኣነ ሰላም ዘለኹዎ ሰላም ክትኮኑለይ ናይ ልባዊ ትምኒተ እዩ። እምበኣርከስ ከምቲ ናይ ወትሮ ዝብለኩም ምትብባዕኹም ኣይፈለየኒ። ናይ ልማዓንቲ ትሕዝቶና ድማ ብዛዕባ ናሊልና ንሓማታ ብጣዕሚ ደስ ዝብል ተስፋ ዘለዎ ዘረባ እየ ሒዘልኩም መፅአ እኒኦኹ እና ንኹሉ ወዲ ሰብ ፍቕርን ስኒትን ላተመነና እሊልን ኣሌክስን ድማ ናሰሓቕኩም ናተጫወትኩም ክትመፁ ካብ ናይ ወትሪና ተስፋዊ ልባዊ ትምኒት ክገልፀልኩም ይፈት ብትክክል ሰሓቕኩም ጨዋታኹም ናፊቕናዮ ማለት እዩ ብጣዕሚ ደስ ዝብላ ደስ ዝብሉ ስድራ ማለት እዩ። ብትክክል ከም ካማይ ዶ በቃ ንፍቅ ተብልዎም ዶ ትኾኑ ብትክክል ማለት እዩ። ሰላሞም ሲ ብጣዕሚ ናፊቅናዮ ማለት እዩ። ዝሮ ዝሮ ግን ካብና ሎማዓንቲ ዝተዓዘብክዎ ነገር ብዙሕ ነገር እኒኦ በቃ ማለት ሲ ተስፋ ልበካ ነገር እኒኦ ማለት

ከምዙ በቃ ዲልና ኣሌክሲ ዝልፈላለዩ በቃ ገለ መለ ሞሲድ ይስምዐን ነይሩ ማለት እዩ። ግን ከም ዝተዓዘብክዎ ማለተይ ላብ ዕርቂ መንገዲ ከም ለምርሕ ኣለዎ ዋስ ክኮ መርዓቲ ክመርዓት ደረእሳት ላፅያ ካብኡ ለ ዋይ ክነሞርዐ ካሊእ ላ ተመነና ካሊእ ላ ተመነና ካሊእ ላበልናስ ክብልኣት ኣለዋ ከዓ ኣብዚ ከስሓቕ ላቐደመኒ እዩ እና ሊሊ ከዓ ፍሽኽ ላበለት እያ ማለት እዩ። እና ዝሮ ዝሮ ግን እንታይ ደይ ክለኩም ደደ ክብራ ተኸታተልተይ እደይ ይበኣስ ሰብ እደይ ይኳረ ሰብ እደይ ይፈናጨጭ ሰብ የለይ ግን ዳው ፅቡቕ መንገዲ ለምርሕ ለው ምዃኖም ለእንፍተካ ነገራት ብዙሕ ነገር ስለሌለ ድማ ብጣዕሚ ደስ ይብለካ በቃ ብእውነት ማለት እዩ ብትኽክል እንደይ ከም ከማይ ኢለ ትኾኑ ኣነስ ብጣዕሚ እየ ልከታተሎም በቃ ኩሉ ግዜ ማለት እዩ ኣብ ዝለቀቅዎ ምናዳ ብቀድማይ ኣብ ቅድም ኢሉ ቀድሚ ሰለስተ መዓልቲ ገለ ኣሌክስ ተወቂዑ ኣዲስ ኣበባ ገለ ኢሉ ክለቅቕ ተለስ ብጣዕሚ እየ ሓዚነ ብእውነት ማለት እዩ ኣብዚ ናባዕሉ እንታይ ስሙ ትርእይዎ ትኽእል ኢኹም ላብዚ ከየምፅኦ ከዓ እንታይ ስሙ ስለዝኾነ እዩ ስለ ዩቱብ ስለዘይፈቅድ ብዙሕ እዩ እና ሀምዚ ኮይነ በቃ ሀምዚ ኮይነ ተወቂዐ ዓይንቲ ቁፅርፅር ላበለ ላበኸየ ገለ ካብኡ ልሉ ወይን ተንኩ መፅተለሁ ፆሞ ዋይ ስምዐካ በቃ ማለትስ ሰብ ተፋቂሩ ክመፅእ ተሎ ላብ ሚድያ ድዩ ወይ በቃ ልዋዕሉ ድዩ በቃ ኩሉ ተፋቀረ ተፃልአ ልዋዕሉ እዩ ግን ከዓ ልሰብ መምሃር ብዙሕ ነገር ከዓ እኒኦዎ ማለት እዩ እና ኣብ ናይ ክርኢ ተለኹ ዋ ስኢልካ ዕዝ ክትብሎ ተለካ ከም መጠረሻ ርእዮ ናይ ኢለ ማለት እዩ ብጣዕሚ በቃ ሓሪቑ ገለ ዒንቱ ቁፅርፅር ላለ እንዲያም ሊሉ ብጣዕሚ እያ ጠንካራ በቃ ዝኾነ ነገር ክትኮን ተኮይና ሲ ብስሩ ተደፊኣ ወይ ተጎንቢሓ ትንብዕ ርእየ ይፈልጥ በእውነት ከም ከመይ እየ ትኾኑ ብትክክል ትከታተልዎም ዶ ትህሉ

ዋላ ንሳ ክትለቅቕ ተላ ብዙሓት ኮመንትታት ብዙሓት ርእቶታት ዝውዎም እኒኦ ተኸታተልቲ ማለት እዩ እና ዘይኳረ ዘይበኣስ ዘይፈናጨጭ ከዓ የለ ብዙሕ ክስካብ እዚ ክዋጠጥ ኣይነበረ ግን ተስፋ ዘለዎ ስለ ዝኾነ እዩ ሎማዓንቲ ሒዘልኩም መፅኒ እስካብ መጠረሻ ሰሚዑ እየ እየ ላብዚ ከም ዘይካልኩም ዝቡድዮ ናይ ሎማዓንቲ ማለት ግን ተስፋ ዘለዎ ዘረባ እያ ትዛረብ ዘላ ክነመርዐኩም ዳሓሰብና ንስኺ እኮ መርዓት ኢኺ ኣነ ልምንታይ ርእስኺ ትነቕሲ ገለገለ ላበለታ ማለት እዩ እሳ ብራንክ እያ ትገብራላ ግን ተስፋ ዘለዎ ነገር ከዓ ከምዚ በቃ ልሐጉሰካ ክትሰምዕ ተለካ ከዓ ብጣዕሚ ማለተይ ሰብ ክኳረ ሰብ ክበኣስ ልፈቱ ሰብ ሸይጣን ብቻ እዩ እምበር ሰብ ክኳረ ክበኣስ ዝፈቱ ሰብ ፍጡር ወዲ ትሽዓተ ወርሑ ኩሉ የለን ማለት እዩ። ፍቅሪ ተልዩ ኩሉ ነገር ኣሎ ዝኾነ ነገር ኣብ ሚድያ እንክስካብ ተጠቀምቲ ዝኾኑ ከዓ ንሕና ክንሻቐል ናይ ግድን እዩ በእውነት ብትኽክል ማለት እዩ ንሕና ክንሻቐል ሲ ናይ ግድን እዩ ምክንያቱ ብጣዕሚ ኢና ንከታተሎም ብጣዕሚ ንዕዘቦም ንከታተሎም ፅቡቆም ንምነ ሚድያ ለምፅኦ ግዲ ኮይኑ ሲ በቃ ኣብ ሚድያስ ሕማቅ ነገር ክትሰምዕ ሲ ኣይትደሊ ብዙሕ ሰብ ማለት እዩ ከም ካማይ ተኮይንኩም ኣነ ሚድያ ብዙሕ ሕማቅ ክሰምዕ ሲ ኣይደሊ በቃ ማለት ፍቅሪ ተኮይኑስ ፍቅሪ ክመስል ኒኦዎ በቃ እስካ መጠረሻ ተከኣኢልካ ኩሉ ነገር ፀርካ ክኮን ኒኦዎ ማለት እዩ ደስ እዩ ዝብል ዝሮ ዝሮ ብጣዕሚ ደስ ዝብል ድባብ እዩ ዘሎ ትማሊ ከዓ ብፍሽክታ ደስ ዝብል ንሓማታ ንዳኣት የዳለወት ብጣዕሚ ደስ ዝብል ሽፎን ከዲናተን ማርያምን ብለለካ በቃ ወለድኻሲ ብለለካ ከተሐጉሶም እኒኤካ በቃ ዋላ ትንኣስ ዋላ ትዕበሲ ተመስገን ኢልካ ብኩሉ ነገር ከተሐጉሶም እኒኤካ ማለት እዩ እና ብጣዕሚ እየን ተሓጒሰን ትመለ ከዓ እናላ ሎማዓንቲ ግን ብጣዕሚ ሸውሃተይ ክፍት ይልለይ በቃ እዛ ሓማትሲ ዋይ ተወፍሽኽታ በእውነት ተዓድ ሓማቲ ኢላ ማለት እዩ። ኣንትን ዘይተሞራህን ከምዚኣ ዝበለት ሓማት ይፍጠረልክን ይብለክን ብሱሩ ከምዚኣ ዝበለት ሓማት ይፍጠረልክን። ወዳ ኣብ ኣዲስ ኣበባ ሓዲጋትላ መፅያስ ኣብዚ ጠስሚ ላቋናጅ ትጣስም ሓማት እውይ ብጣዕሚ ንኢደያ ማለት እዩ። ካብ ልገርመኩም ሓማታን ናዳ ከዓ ካብ ሓንቲ ከርሲ ልወፃ ይመስላ ክጥዕማ ብጣዕሚ ደስ ክብላካ በቃ እሳተን ልደልኡ ነገርሲ ተምህሮ ህርፈት እኒኦን በቃ ናያቶም ቆልዑ ክሪኣ ናያቶም ኣበባ ክሪኣ ኩሉ ነገርስ ብጣዕሚ ይደልያ በቃ ብጣዕሚ ማለት እዩ እና ተኸታተልትኩም ከዓ ከምኡ ኢና ንህንጠልኩም ከምቲ ወለድኹም ንህንጠልኩም ኢና ንህንጠልኩም ክስካብ ላብ ሚድያ ዝወፃኹም ሰዓት ብጣዕሚ ስለ ንከታተለኩም ስለ ንፈትወኩም ስለ ነድንቐኩም ኢና ኩሉ ነገር እንታይ ሽሙ ንገብረልኩም ኣለና እና ናይ ሎማዓንቲ ብጣዕሚ ደስ ስለ ዘለኒ እየ እምበር መፂአ ማለት እዩ ብጣዕሚ ደስ ደስ ደስ ኢሉኒ በእውነት ማለት እዩ ብጣዕሚ ደስ ኢሉኒ እና ክቡራት ተኸታተልቲ ተተመችያትኩም ሸር ሳብስክራይብ እናገበርኩም ምትብባዕኩም ኣይፈለየኒ ናይ ሰብ ሓጎስ ከዓ ክንምነኒ እና ማለት እዩ እና ፍቅርኹም ብዝሕ ትርፍ ይበል ኣብ ሓፂር መዓልቲ ተመሊስኩም ኣነ ግን ኩሉ ግዜስ እንታይ ድየ ልብል ኩሉ ግዜስ ሓፂር መዓልቲ ተመሊስኩምስ ናብ ኖርማል ክትመፁና በቃ ትምኒተይስ ኩሱ በቃ በእውነት ማለት እዩ ብትክክል እሱ ይምነ በቃ እና ላብ ንቡር ተመሊስኩም ነበረኩም ፍቅረ መስሪትኩም ብስሓቅን ብጨዋታን ክትመፁና ተስፋ ንገብር ንሕና ተኸታተልትኩም ድማ ከምዚ ናይ ወለድኩም ትምኒት ኢና ንምነ